እወይ
ዋ ጌቶ ክንቀድሐ እንዳ ናይ ምስ ግርማይ እንዳ ቆጸራ ነይርኒ ግብ ኣቢለ ረስዐ ስማ መንፈስ ቅዱስ ኣነ ከ እንታይ ኮይኑ ኢለኩ በቃ ልበይ ሙሊኣ እዋይ
ግርማይ ክኹሪ ዋእ ቆጸራና ረሲዕክናናስ እተረይ። ዋይ ድሓን ወደይ ባዕለይ ረሲዐዮ ደኣ በል እምበር ኣንዳ እንታይ ጌረ ዶ ረሳዕካ። ዋእ ሰውቲ እምበሊ ዋእ ዋእ ንስኺ እምበር ኣረሲዕክን ምስዚ ሓላል ዓርከይ ከተባእስኒ። እሞ ደውለሉ እንዶ ናብዚ ምጻእ። ቆይ ይመጽእ ዶ ትብልዮ ሕጂ ድዮ ሕጂ ዋእ መጺኢ ግርማይ ሓላል እንታይ በሃላይ ጸዋዕዮ ጥራይ። ድዕኸ
ቁሪ እዩ።
ግርማይ ጸዋዕዮ ጥራይ። እይ።

ኣብለካ እንድየ ዘለኹ ምጻእ ጥራይ እስከ ምጻእ። ናበይ ናብ ገዛ? ኣኖ ኣብዚ ሃዋ ኪልና ዘለና። ንኣኪልዳ እንታይ ትገብሩ? ኢለ ሻሂ ንሰቲ። ሻራ ገዛኹም ዶ ይሰቲ? ዋእ ንፋስና ናተሃረምና ናተዛወርና ሃሬ ንሰቲ። ኦይ በል ሐራይ መጸኹ መጸኹ። ዳርጋ ክንጽበየካ ኢና ምጻእ። እረ ምጸው።
እረ እረ ቻው።
ሻሂ ደኣ ገዛኹም ደይትሰትዩ ብለኒ እንተ። እዋ እቲ ትውጽእ ኢልካ ምዝንጋዕ ኣይምልከተናን ድዩ ንዓና ከ። ንዓኺ እዩ እምበር ንዓይ መዓስ ኮይኑ። እሞ ገደደ ንዓኻትኩም መን ፈቒድልኩም ንዓናኸ መን ከልኪሉና። ኤእ ሲስተረይ ሓቂ ይሓይሽ። ሰበይቲ ደገ ደገ ተይላ ዳኣ መዓስ ጽቡቅ ኮይኑ። ዋይ
ደሓን ወደይ
ኦ ደሓን ዲኻ? ኣነ መቸም ሰብኣይን ሰበይትን ደሓዙ ሒዞም ንገዝኦም ዝኸዱ እምበሪ ናብ መዘናግዒ ቦታታት ዝኸዱ ርእየ ኣይፈልጥን። ደሓን ኮፍ እሞ በል ንቕድም ቅድሚ ሕጂ ተረይፈሊጥካስ ሕጂ ትፈልጦ። ተፍልጡና ኣለኹም እንዳ መምህር ሓደ ኣፉ እባ ደቅኹም ዕስቡ ዳርየ ህጻኹም። ንበይንና ዘይንዘናጋዕ።

ባዓሉ እዩ ሰላም ናይ ቤቱ ዘርሕቅ ዘሎ ለይትን ማዓልትን መስተ ለይትን ማዓልትን ስክራን። ክላተ ሰበይቱ ከ ሓንቲ ሂበያ እያ እብለካ ወረ። ዋእ ቢያዕ ታይ ድገበረት ሰበይቲ እያ ለይትን ማዓልትን ምሰ ሰኪሩ ዝመፅእ እንድሕር ዳኣ ኮይኑ ዳኣ እሞሳ እንታይ ደይገበረት ኣንታ ግርማ። ስምዐን ዶ ሲሰር ሰበይቲ እኮ ኣነ ሰብኣይ እየ መገዲ የማን ተትሕዞ። ዋእ እሞ ካብ መንገዲ የማን እናፈለጠ መንገዲ ፀጋም ይሕሸኒ እንድሕር ኢሉስ ከመይ ገይራ እዛ ሰብ እዚኣ መንገዲ የማን ተትሕዞ። ኤእ ሓቂ ሓይሽ ብርሃነ። ፈጺሙ ሓላፍነት ዘይስምዖ ብሂወቱን ብናብርኡን ዝጻወት ሰብ እዩ። ግርማይ እንታይ ድኣሞ ትብል ኣለኻ ከምዚ እንድሕር ድኣ ኮይኑሲ እዛ ሰበይቲ እዚኣ ክትጥንጥኖ ጥራሕ እዩ ደለዋ። ስምዒ እንዶ ሲሰር ብለባምኪ ካብ ምጥንጣን ዝርከብ ነገር ታይ ደለይ። ዋእ ዕረፍቲ ትረክብ ጥዕናኣ ትሕሉ እዛ ሰብ እዚኣ ብሰንኩን ብሰንኪ ባህርያቱን ዒሕ እንዳበለት ክትሓስብ ሓደ መዓልቲ ጣዕ ተበለትከን። እሞ እንታይ ድየ ዝብለኪ ጽቡቅ ቃላት እንዳገበረት ምኡዝ ዝኾነ ዘረባታት ክሳይ እንዳገበረት እያ ናብቲ ሂወቱ ትመልሶ። ብዝኾነ እዛ ገዛ ምኹላዕ ወይ ምሕዳስ ዘይኮነ ዘድልያ ዘሎ መሰረታዊ ምትዕርራይ የድልያ ኣሎ። መሰረታዊ ምትዕርራይ እወ ወዲ ሓቅኻ ንሱ እዩ ከኣ ክዕረ ደለዎ። በል ንሱ ጥራይ ኣይኮነን ክዕረ ዘለዎ ንሳ ውን ክትዕረ ኣለዋ። እሳ ዳሞ እንታይ ጌራ? ጸወግወግ ምባል ትገድፎ ዶ? ገጻ ከምዚ ናይ ሓምለ ሰነ ገይራ ከምዚ ጸጎጎ ትብሉ ሰባት። ኣንታ ግርማይ ብሰንኪ ባህርያቱ እኮ እያ ንሳ ከኣ ከምኡ ትኸውን ደላ ንሱ እንተ ገዲፍዎ እኮ ንሳ ከኣ ክትገድፎ እያ ተግባራቱን ባህርያቱን እኮ እዩ ንዓኻ ጸወግወግ ዘብላ ዘሎ። መርሓባ
ግርማይ

ኣንታ ግርማይ እንታይ ደኣኻ ዘይባህርያትካ ክትስ ክትስ ኣቢልካዮ ነዚ ወዲ። እዚ ሓደ ፈገር እዩ ፈገር ይብለኪ ኣለኹ እዚ። ኣይ ፈገር ተኾይኑስ ጽቡቅ ገበርካያ ኣንዳሞ እንታይ ፈሊጠ። ዋእ እንታይ ገይሩ መስለኩም ደላላይ እንድዩ ሕራይ።
ሓደ ወዲ ሓትነይ ገዛ ተጸጊሙሲ ገዛ ትልዒልና ብሎም። ኣየ።

ከመይ እዩ ብጥርሑ ወ ጥርሑ እንድየ ዝብለካ ዘለኹ። እዋ
ብጥርሑ ኢልካ ዘሎዩ ከመይ ከመይ ድዩ እቲ ጉዳይ? በል ሓዘኒ
ከምዚ ዓይነት ተራእዩን ተሰሚዑን ኣይፈልጥን እዩ እዚ ወዲ እንተስ ናይ ወለዱ እንተስ ናይ ዓሌቱ ምሉእ ምርቓ ኣለዎ። ብሩኽ እንድዩ ምርቓና ኣለዎ። እዚ ፍርይ ኢልካ ዝበጽሕ ምርቓ እዩ። ተራ ምርቓ ኣይኮነን። እዋ በል እስከ ንገረኒ። በል ሓዘኒ ዋጋ ንኽልተ ክፍሊ ኣርባዕተ በርባዕተ ሰለስተ ሚእቲ። እንታይ ኢኻ ትደሊ ኻኣ ሰለስተ ሚእቲ። ባቃ ሰለስተ ሚእቲ ጥራሕ።
ዋይ ሓቅኻ እንዲኻ ዳኣ ከውሒ ዝፍንቅል ዕድሉታ ዝወደሓትኒ። ከውሒ ጥራሕ።

ዋእ ድሓር ከኣ ዋጋ ሰለስተ ሽሕ ኮይና ብሰለስተ ሚእቲ ረኪበሉ ዘለኩ። ዋእ እገርመካ እኳ እዩ እቶም ዋናታት ገዛ ክንድኡ ገንዘብ ዘይሓተቱስ ኣብ ማጻኢ ተባሂሉስ ክንድኡ ገንዘብ ክሓትት። እገርም እዩ።
ስማዕ እንዶ
ኮምሽን ኣይወስድን ድዩ? እዋእ እሞ እቲ ካብ ሰለስተ ሚእቲ ቅርሺ ዝወስዶ ኮምሽኑ ሒድዎ እኳ እዩ ከምኡ ዝገብር ዘሎ። ዎእ እዚ ሰብ ኣይኮነን ፍጹም ሰብ ኣይኮነን እብለካ ኣለኩ ዝብኢ ኣራዊት እዩ እዚ በቃ ሂብዎ ጥራይ ከይትብለኒ ተን ገንዘብ። ስምዕ እንዶ
ኣነ እንተ ወዲ ሓትነይን ኣብ ክልተ ተመቒልና እሱ ጸጊምዎ ስለ ዝነበረ ንሃቦ ኢሉ ኣነ ግን ኣይተዋሕጠለይን። ሓቅኻ ከመይ ገይሩ ክወሓጠልካ ዋናታት እናራህርህሉስ ንሱ ብጎቦ መጺኡ ዘይረሃጸሉ ገንዘብ ክምዝርጥ ናይ እንዳ መን ስሱዕ ሕልና ዶ ይብሉ ይበጃኻ ኢለካ እዚ ሕልና ዝበሃል ዘሎ የት ሲስተር እቲ ዓቢ ስግኣት ዘሎ እኮ ካልኦት ሰባት ከይኣትውዎ እዩ። እዋእ እሞ መጨረሽቱ ከዳ ሂብኩሞ?

እታ ገዛ ከም ደርእየና ገይረ። ዓሽ ከይሃብኩሞ ከለኹ መጀመርያ። እወ! ኤእ! ቃል እሞ ከቢድ እንድዩ። ክንበካ ኢና ከኣ ኢልካዮ ኢኻ። ዋእ! ዘርኣይ ከኣኒ ኣየናይ ቃል እዩ ኣፉ ሃህ ኣቢሉ ክውሕጦም ንዝደለየሲ እ ቃል ኣቲናልካ ኢና ኢሎም ቅልጥ ቅልጥ ኣቢሎም ክህብዎ? ኤእ ሲስተር!
ቃል ቃል እያ። ኣንታ ዘርኣይ ሓወይ እሞ ቃል እኮኒ ንበይኑ እዩ ንብለካ ኣለና። ጽቡቕ ንዝገበረልካ ሰብ ኣይትጥለም፣ ዝተመባጻዕካዮ እንተሎ እውን ኣይትእበ። ተረዲእካ? እስከ ደሓን! ጽቡቅ ጌርለይ እዩ እሞ የሕጒስኒ ኢልካ ከኣ ብላዕሊ ከኣ እኮ ክትህቦ ኢኻ እዚ ሰብ እዚ ግን ዓይንፍ ጢጡስ ዓሰርተ ሽሕ ሃቡኒ ዝበለካስ ከመይ ጌርካ ትህቦ ኣይትህቦን ኢኻ።
ኣነ ምስ ሚስተር ይሰማማዕ።
ሕራይ እስከ መጨረሽቱኸ እንታይ ገበርኩም? ኣብ መጨረሽኡ ደኣ እቲ ወዲ ሓትነይ ነቲ ገዛ ኣትዩዎ። ንዕኡ ከኣ ክልተ ሽሕ ቅርሺ ብላዕሊ ሂቡ ተረፈ ቢዕ ኢሉ። ኣንበሳ ጽቡቅ ገበሮ ዋእ እሞ መጨረሽኡ ከዳዓ። ዋእ ድሓር ደኣ ዓቢዱ ዓቢዱ ዓቢዱ ንዓይ እኳ ሰላም ኣይብለንን ረርጊጽኒ ዝኸይድ ነይሩ ንመጀመርያ ግዜ ሕጂ ሰላም እብለኒ። እንታይ ጽቡቅ ፈሊኻ እየ ደኣ ሰላም ክብለካ ረግጸካ እምበር። ዋእ ጽቡቅ ገበሮ ናይ እንዳ መን ቀጣፊ እዩ እዚ። ኣነ ዝገርመኒ ዘሎስ ታይ መስለኩም እዞም ዋና ገዛ ከመይ እዝግሄር ዝዓደሎም እዮም በዚ ሎምሲ ከምዚ ዓይነት ዋጋን ሕልናን ኣሎ? እሞ ንሱ እኮ እዩ ድገርመካ ኣንታ ዘርኣይ ሓወይ ንሶም ሕልና እንዳገበሩ ከለዉስ እዚ ብጎቦ መጺኡሲ ኣሻሓት ክግሕጥ።
ድገርመኩም ከኣ እታ ኣካራይትካ ሓንቲ መንእሰይ እያ ናይ ወለዳ እዩ እቲ ገዛውቲ ስለምንታይ ከምኡ ከምዝገበረትካ ኣዕሊላትኒ። እዋይ እንታይ ኢላ ዳዕለለትካ ወደይ። ኣቦይ እኮ ኣቀዲሙ እዩ ሞይቱ ኣደይ ከኣ ክትሞት ከላ ተላብያትኒ እያ ሞይታ ነዞም ኣብዚ ገዛ ዘለዉ ተኻረይቲ ገዛ ክራይ ወስኹ ከይትብሊ ከይተጋፍዕዮም ከኣ ናታቶም ሰሪሖም እንተወጹ እኳ ነቶም መተካእትኦም ዝኣትዉ ከኣ ከምታ ናታቶም ጌርኪ ካብዮም ኢላኒ ሓደራኺ እዛ ጓለይ ገንዘብ ኣይረብሕን እዩ ቤት ከኣ ናይ ኣምላኽ እዩ ሓደራኺ እየ ድብለኪ ዘለኹ ኢላ ኢደይ ሒዛ እያ ተላብያትኒ ሕጂ ኣነ ነቲ ለበዋ እዚ ከመይ ጌረ እየ ፈጹ ክኸውን ኣይክእልን እዩ።
ዘገርም እዩ ክንደይ ከትነፍዕ በጃኻ ቶም ስድራኣ ከኣ እዝጊሄር ሂብሎም ናይ ብሓቂ ብሩኻት ግን ሕስብ ክተብሎ ከለኻስ እዛ ዓለምሲ እንቋዕ እኳ ብጨካናትን ሱስዓትን ሰባት ዝመልእት ኣይኮነት። እቲ ጽባቐን መቐረትን ናይ ዓለም እኮ ኣብዚዩ ተዛባራቂ ምዃኑ። እወ ሓቅኻ ዘርኣይ ሓወይ እንቋዕ ነቶም ጨካናትን ሱሱዓትን ዝምህሩሲ ርህሩሃትን ለባማትን ሃለዉና። እሞ መሃሩ ዶ ኢልክሞም ኢኹም? ኤእ ክመሃሩ'ዮም እምበር ግድን። እንተኾነ ግን ተመሃርዎስ ኣብ ተግባር ኣውዕልዎ ዶ ኣየውዕልዎን እዩ ዘሎ እቲ ሕቶ። ሲ ዘለካ እቲ ዘረባ።
እንተዘይተማሂሮም ደኣ'ሞ ኣብ ግብሪ ኣየውዕልዎን'ዮም ማለት እኳ'ዩ። ከመይ ጌርና ክንብል?
ክንብል ኣይንኽእልን ኢና። እዚኦም ሃርጎምጎም ጥራይ ምባል ዘይኮነሲ ነዚ ብግቡእ ክመሃርዎ ኣለዎም። ዋእ ናይ ግድን ከኣ ኣብ ግብሪ ከውዕልዎ ክኽእሉ ኣለዎም። ሕጂ ንሄለ ግርማይ ስለ ዝመሃሮ ክልተ ሽሕ ሂቡ ፋንይዎ ኣሎ ካብ ዓሰርተ ሽሕ ኣፋንይዎ ኣሎ። ኣባና ተጻዊተሉ እንዴ ምሂረዮ ሓቅኻ ሓቂ።